ኣብ ግዜ ጾም ክንክልከሎ ዘለና ብዙሕ ነገራት ኣሎ። ዋላ ገለ ገለ ሰባት ካብቲ ናይ ዓለማዊ ነገር ወይ ካብ ስጋዊ ነገር ፈተና ንኸድሕኑ ኢሎም ገዳም ከይዶም እዚ ናይ ጾም ግዜ ዘሕልፉ ኣለዉ። ትኽክል። ሕጂ እስኻ ከም ኣማኑኤል ሓዳር ንጾምን ከመይ ይኸደልካ ፈተና ኣለዎ ዶ?
ከቢድ እምበር እወ ጾም ኣርብዓ ፈተና ኣለዎ እንድዩ ግን ኣዝዩ ምቁር ስለ ዝኾነ እግዚኣብሄር ኣምላኽ ምሳኻ ስለ ዘሎ ኢኻ ትኽእሎ ማለት እዩ ስለዚ ከቢድ እዩ ማለት እየ እሞ ኣብ ሓዳር ኮንካ ንባዕሉ ገለ ቁሩብ ክብድ ብል እዩ ማለት እየ ስቑኢልካ ዓመት መጸሲ እንዳፈለጥካዮ ከለኻስ ማለትሲ ዝኾነ ርክብ ክትገብርሲ ፍቑድ ድዩ ፍቑድ ኣይኮነ እንዳፈለጥካዮ ከለኻ እኮ ኢኻ ትሓትት ትሪ እንታይ ይብሎ ከምዞም ኣቦ እንዳበልካ ትሓትት ማለት እዩ እዚ ፍቑድ ኣይኮነን እንድዩ ይኸብድ ይኸብድ እዩ ግን በቃ እግዚኣብሔር እንተደኣ ኣለዎ ኮይኑ ኣብ ጎንኻ ግን ቀሊል እዩ ማለት እዩ ስለዚ ድሕር ደኣ እቲ ኪኖቱ ሙፃም እቲ ኪኖቱ ትፆሞ ኪኖቲ ክሳይ ትገብሮ ጎኑ ጎኑ ከዓ ዳሴ ማርያም ዳዊት ገለ እንድሕር ዳኣ ትደግም ኣላ ኮንካ ከም ሕቶ እውን ኣይመፀካን ኣብ ርእስኻ ማለት ስለዚ ደሓን እዩ እግዚኣብሔር ሲ ይከኣል እዩ ብምሕረቱስ ብናቱ ቸርነት ብናይ እመቤታችን ኣማላድነት ይከኣል እዩ ፅቡቅ ኣማኑኤል ሓው ስነ ጥበብን መንፈሳዊ ህይወትን ከመይ ትገልጾ ማለተይ ስነ ጥበብን ሃይማኖትን ከመይ ትገልጾ?
ዋ ስነ ጥበብ ካበይ ድዩ መፅዩ? ካብ እግዚኣብሔር ዘይኮነ ንወሃቦ ሕጂ ንሕና ከመይ ጌርና ንጥቀመሉ እምበር እቲ ጥበብ ዋንኡ መን እዩ? እግዚኣብሔር ኣምላኽ እዩ። እወ ስለዚ ንሕና ከመይ ጌርና ንጥቀመሉ እዩ
ሕጂ ሕቶይ እንታይ እያ ኣማኑኤል ሓወይ እወ። እስኻ ከም ስነ ጥበባዊ መጠን ብርግፅ ስነ ጥበብ ዋላ እዚ ናይ ዓለም ስነ ጥበብ መንቀሊኡ ናይ ሃይማኖት ስጋ እወ እወ ስነ ጥበብ ናይ ስጋን ሃይማኖትንስ ከመይ እዩ ትገልፆ ብዙሕ ፍልልይ ኣለዎ ዶ ሓደ መንፈሳዊ ዝኾነ ሰብ ከ ንስነ ጥበብና ሃይማኖትን ኣጋጣጢሙ ክጓዓዝ ወይ ክኸይድ ይኽእል ዶ ፅብቕቲ ሕቶ እያ ፅብቕቲ ሕቶ እያ በዚ ኣጋጣሚ ብጣዕሚ መስግነኪ እዚኣ እስቲ ምምፃእ ክውን ማለት እዩ ኣብ ቤተክርስትያን ሕልፍ ኢልና ክንከይድ ከለና ሲ እዚ ስራሕና እቲ ዓለማዊ ስነ ጥበብ ይብልዎ እዮም ሕጂ እቲ ዓለማዊ እንድሕር ኢልና እቲ ናይ ሓጢኣት መንገዲ ማለት እዩ ስጋዊ ከዓ ኣሎ ስጋዊ ስራሕ ኣለና ምሽ ማንም ሰብ ሃዋርያ ቅዱስ ጳውሎስ እውን ዘይሰርሕ ሰ ኣይድረር እዩ ድብል ስለዚ ዓለማዊ ኢልና ንፅውዖን ኢና ማለት እዩ ዓለማዊ ሓጢኣት እዩ እቲ ስነጥበብ ንሰርሖ ከኣ ስጋዊ እዩ ዝበሃል ሕጂ ገለ ብዙሓት ኣሕዋት ገለ እቲ ዓለማዊ ትሰርሕዎ ምስቲ መንፈሳዊ ገለ ብሉ እንድዮም ሕጂ እዚኣ ቁሩብ ክትእረም ደልያ እየ ማለት እየ ስለዚ ሓቅኺ ኢኺ ሓቂ ተሓይሽ ንፁሃት ኢና እዚ ኣይብለክን እየ እቲ ስነ ጥበብ ንፁህ እዩ እንታይ ኢና ንብል ብንፁር ወላ በስመራ ከለኹ እውን ብብዝሒ ይሓተሉ ነይረ ምስ እግዚኣብሄር ዘጋጮ ከይከውን እቲ ሞያና ኢለሲ ብዙሓት ሊቃውንቲ ይሓቶም ነይረ እየ እንታይ ኢኹም ትብሉ ኢሎምኒ ሕጂ ሓደ ኣቦ ኣብ ስነ ጥበብሲ እንታይ ኢኹም ትብሉ ኢሎምኒ ኣዝዮም ቅዱስ ኣቦ እዮም ነጊሩ እዮም እቲ ንሰርሖ ስራሕ እዚ ደኣ እሞ ኣብ ቤተ ክርስቲያንናስ ንሰርሖ እንዲና ኢሎምኒ ሓደ ሓውና ዲያቆን እውን ኣንታ ኤማ እዚ ንስኹም ትሰርሖ እኮ እመቤታችን ጎይታ ገለ ስለ ዘይጠቕሱ እምበር መልእኽቲ ተመሓላልፎ እቲ ትብልዎ እኮ መንፈሳዊ እዩ ስለዚ ኣጆኹም በርትዑ ገለ ኢሎምሲ የተባብዑና እዮም ማለት እዩ ስለዚ ሓቂ ተሓይሽ ግን ከም ዝበልኩኺ እቲ ሞያ ኣዝዩ ተኣፋፊ እዩ ኣዝዩ ተኣፋፊ እዩ ብጣዕሚ ተኣፋፊ እዩ ይፍትነካ እዩ ንክትዝሙ ናብ ካልእ ንክትወድቕ ይፍትነካ እዩ ለዛ ኣይፍትነካን እዩ ኣይኮንኩን ድብል ዘለኹ መንፈሳዊ ህይወት ንባዕሉ ኣገልግሎት ምስ ኣተኻ እውን ንባዕሉ ዝመፅእ ፈተና ኣሎ ፈተና። እቲ እግዚኣብሔር ኣምላኽ ዝጠመቶ ሲ ሰይጣን ክጥምቶ ከዓ ናይ ግድን እዩ ማለት እዩ ፃረሮ ስለ ዘለዎ ንዕኡ ማለት ውፅኢታዊ ስለ ዝኾነ ስለዚ ከቢድ ፈተና ኣለዎ እስኻ ግን ከመይ ጌርካ ትቋፃፀሮ እዩ እቲ ወሳኒ ነገር እቲ ክርስቶስ ምሳኻ እዩ ዘሎቶም ምሳና እዩ ዘሎቶም ስነ ጥበባውያን ማለት እዩ ከመይ ጌርና ኢና ነቲ ጎዳኢ ዝኾነ ነገራት ኣብቲ ሞያት ምስ መፃኻ ትገብሮም ነገራት ንኣብነት ናይ መድረኽ ብቀዳማይ ነይርና ኣብታ መድረኽ ወላ ሓንቲ ክትገብር ኣይትኽእልን ኢኻ ሓንቲ ምርኢት መሰርዕኻ ወፂኻ መቀየር የለን ብሓንሳብ ኢኻ ትቅይር ከም ኣሕዋት ስለዚ ንባዕሉ እዚ እውን ፈተና እዩ ማለት እየ ቀሊል ፈተና ኣይኮነን ካልእ እውን ብዙሕ ነገራት ኣሎ እንድሕር ዘርዚርናዮ ሎሚ ደይከኣክለና ክእል እዩ ፊልም እንዳሰራሕና ከለና ደጋጥሙ ነገራት ገለመለ ማለት እዩ ስለዚ ዩና ሓፍተይ ከቢድ ፈተና ኣለዎ ብዘይ ቀልዓለም ማለት እዩ ከም ዝበልኩኺ ኣዝዩ ቅዱስ እዩ ቅዱስ ዝኾነ ዕላማ ኣለዎ እዚ ከስምረሉ ንኽእል እየ ንኩሎም ወኪለ በዚ ኣጋጣሚ እዚ ምስ እግዚኣብሔር ዝፃረር ኣይኮነን ምስ ቤተ ክርስቲያንና እውን ዝፃረር ኣይኮነን እቲ ንሕና ንብሎ እቲ ንሕና ነመሓላልፎ ማለት እዩ ንሕና ነመሓላልፎ ብሕፅር ዝበለ እቲ ገባሪ ክፉእ ናይ ኢዱ ረክብ ኣብ መጨረሻ ኢና ንብል እቲ ሰናይ ነገር ዝገብር ክውፃዕ ዝፀንሐ ድማ መጨረሻ እቲ ሄሮን ኣንታጎኒስትን ኢልና ንሃንፆም ካራክተራት ከዓ እሱ ከዓ ክዕወት ዓስቡ ክረክብ ከሎ እዩ እዚ ከዓ እቲ ቃል ኣምላኽና እዩ ማለት እዩ ሓጢኣት ዝገብር ዘበለስ ባህሪ ሓጢኣት ዓስቢ ሓጢኣት ከዓ ናይ ዘለኣለም ሞት እዩ ወፈ ፀጋ ኣምላክ ከዓ ናይ ዘለኣለም ህይወት እዩ ማለት እዩ ስለዚ ነዚኣ ኢና ንሕና ነመሓላልፍ ምናልባሽ ኣብ ውሽጢ ምስ ኣተኻ ሰኣን ኣፍልጦና እንጋገዮ ልቢ ዘይብሉ ነገራት ኣሎ ነመሓላልፎ መልእኽቲ ብዙሕ ነገራት ኣሎ ዝፅልዋታት ናይ ምዕራባዊ ነገራት ገለመለ እውን ቁርብ ርብሸካ እሞ ኣብቲ ፊልሚ ኣብቲ ድራማ ገለ ንጋገ ኢና ኣይንጋገን ኣይብለክን እዩ እሱ ዋላ ኣብ ቤተክርስትያንና እውን እ፣ ገጋ ኣየጋጥምን እዩ ኣይንብል ናይ ኣጋጥም እዩ እንዳተኣረምካ ኢኻ ግን ትኸይድ ማለት እዩ ስለዚ ኣባና እዩ ዝምርኮስ ኣብቶም ሞያውያን እዩ ዝምርኮስ ከመይ ጌርና ኢና ነቲ ሞያ ሒዝናዮ ዘለና ኣንፈቱ ናበይ ይኸይድ ኣሎ እ፣ ምስ ህይወትና ከ የኽስረና ኣሎ ድዩ ህይወት የስእነና ኣሎ ድዩ ታሪኽና የባላሽዎ ኣሎ ድዩ ንሕና ኢና ዝያዳ ክንምርምሮ ዘለና ማለት እዩ ጎኑ ጎኑ ከዓ እቲ ስነ ጥበብ ልዕሊ ዝኾነ ይኹን ምስ እግዚኣብሔር ኣዝዩ ርክብ ዘለዎ ጥበብ እያ ወዲ ሲራክስ እግዚኣብሔር ኣምላኽ ንነፍሲ ወከፍ ሰብ ጥበብ ሂብዎ እዩ ኣብቶም ዘፍቅሮም ከዓ ኣዕዝዩ ዝሃቦም ብለካ እዚ ምናልባሽ ዕሙቕ እንተይልና ናብ ካልእ ዝርዝራት ከይኣትመት እቲ ስነ ጥበብን እቲ መንፈሳዊ ህይወትን ዝናጻጸል ኣይኮነን። ተናጻጺልካ ክረኣይ እውን ጌጋ እዩ ብመሰረቱ። ምክንያቱ እቲ ጥበብ ዋና ነገር ካብ እግዚኣብሔር ዝመጽእ እዩ። ስለዚ ካብ እግዚኣብሔር እንድሕር ዝመጽእ ኣሎ ኮይኑ ንስኻ ናብ ርኹስ ነገር ናብ ሕማቕ ነገር ከተውዕሎ ከዓ ሓላፍነት የብልካን ሓይሊ የብልካን። ሰባት ስለ ዝኾንና ግን ክንጋገ ንኽእል ኢና። ብዙሕ ጌጋታት ይፍጠር እዩ። ኣንፈቱ ነስሕቶ ኢና ኣይነስሕቶን ኣይብለክን። ናብ ዝሙት፣ ናብ ዘይተደለየ ልምድታት ገለ ዝኸይድ ሓማቕ ትምህርትታት ነመሓላልፍ ኢና ብተወሰነ እምበር እቲ ዝበዝሐ ንሰርሖ ከምዚ ዓንተው ክብለኪ ዝፀናሕኩ ንሰናይ ነገር እዩ። ትገባሪ ክፉእ ናይ ኢዱ ረክብ እዩ ኣብታ ፊልሚ። እዚ ከዓ መንፈሳዊ እዩ ማለት ዓስቢ ናይቲ ሓጢኣት ሞት እዩ። ፅቡቕ ሰናይ ተግባር እንድሕር ኣለካ ኮይኑ ከዓ መጨረሻ ከዓ ዓስብኻ ከዓ ካብ እግዚኣብሔር ከዓ በረከተ ስጋን በረከተ ነፍስን ትረኽበሉ እዩ ማለት እዩ ስለዚ ነዚኣ ኢና ነመሓላልፍ ንሕና ኣብቲ ፊልምታትና ማለት እዩ ስለዚ ካብቲ መንፈሳዊ ተናፃፂልካ ዝረአ ኣይኮነን ምናልባሽ ንሕና ጥራይ ሕጂ እቶም ስነ ጥበባውያን በዚ ኣጋጣሚ እውን ከ- ክሕልፎ ዝደሊ ነቲ መንፈሳዊ ህይወት ካበይ ኣትሒዝና ክንፈርሖ የብልና ሱቕ ኢልና ማዕተብ ክንኣስር ኣይኮናን ክሳድና ጥራይ ክንጥቀመሉ ዘለና እቲ ማዕተብ ኣሲርናዮ ዘለና ትርጉሙ ክንፈልጦ እንተ ኮይና ኣብቲ ቤት ክንመፅእ ክንክእል ኣለና ኣብ ቅዱሳን ኣቦታትና ክንሓቶም ክንክእል ኣለና ቀርብ ኢልና መንፈሳውነት እንታይ ማለት እዩ ምስ ስነ ጥበብ ከንታይ ምትሓሓዝ ዘለዎ ገለመለ ኢልና ክንምርምር እዩ ዘለና ዝያዳ ክንቀርብ እዩ ዘለና እምበር ተናፃፀልቲ ይኮኑን ዝኾነ ዝዕንቅፍ ነገር ከኣ የብሉን ማለት እየ ዝብል ኣነ። ምስ ገለ ስነ ጥበባውያን ከምዚ መንፈሳዊ ሕቶ ንእሽተይ ፃንሒት ጌርና ነይርና። ኦኬ ፍልይ ዝበለ ሓሳብ ከዓ ብካ ረኪብና ብፍላይ ኣብዚ ሕቶ ማለት እዩ ኦኬ ብዝያዳ ድሓን ምስ ተዘርግሐ ኣብቲ ቪድዮ ትሪኦ እቲ ፍልልይ طبعا ግን ፍልይ ዝበለ ሓሳብ ካባካ ረኪብና ጠቓሚ ድዩ እ? ብጣዕሚ እ፣ ጠቓሚ እዩ። ኦኬ። ኣይ፣ ክብሪ ሃብኩም እስኪ እ፣ ኣብዚ ናይ ሆሊውድ ተዋሳእቲ እንተደኣ ርኢና ኣብ እ። መንፈሳዊ ስራሓት እውን ይጠፍ- እ፣ ይነጥፉ እዮም እ፣ ንኣብነት እዛ ስቅያት ክርስቶስ ዝሰርሕዋ ናይ The ሆሊውድ Passion of ተዋሳእቲ እዮም Crisis፣ ዋው። እ፣ ከም ስነ ጥበባዊ መጠን ኤርትራውያን ስነ ጥበባውያን ከ ኣብ መንፈሳዊ ነገር ትነጥፉ ዶ ወይ ብሕጂ ዝተታሕዘ መደብ ኣሎ ዶ ወይ ዝተሰርሐ ስራሓት ኣሎ ዶ
ተላፋልፍና እንዲ ክደሊኺ ይኑ ሓቂኺ ኢኺ ሕጂ ብሓቂ ብዘይ ቃል ዓለም እዚ ናይ ዘ ፓሽን ኦፍ ክራይሲስ ናይ በዓል ሜል ጊብሰን ዝሰርሖ ግሪክ ኦርቶዶክስ እንዲ ንሱ ቁሩብ ነቲ ናህና ታሪክ ሲ ደሓን ዝኾነ ፍልጦ ዘለዎ እዩ ንሱ ሕጂ ዘ ፓሽን ኦፍ ክራይሲስ ናይ ብሓቂ ክንዛረብ እንድሕር ደኣ ኮይና ንሕና ኢና ክንሰርሖ ዝግባእ ታሪክ ሙሉእ ብሙሉእ ምሳና ስለ ዘሎ ብትግርኛ እውን ተርጉሞሞ ነይሮም እንዲም ግን ጌጋታት ነይርዎ ሲ ኣቦታት ወፂኦም እዚ ከምዚ ጌጋ እዩ እዚ ከምዚ ጌጋ እዩ ሕጂ ንኣብነት ይሁዳ ይሓንቅዎ ገለ እንዲም ተሓኒቑ ይኮነን ሞይቱ ይሁዳ ሕጂ እቲ ታሪክ ንሕና ሙሉእ ሙሉእ ብምንታይ እዩ ሓሊፉ ኣርዮስ ብምንታይ እዩ ይሁዳ ሓሊፉ ናይ ጎይታ ስቕለት እውን ኩሉ ቤተክርስትያንናስ ተቐሚጡ ኣሎ ማለት ሰኣን ኬድካ ምግንፃል እዩ ስለዚ እቲ ልክዕ ታሪክ ምሳና እዩ ዘሎ ክንሰርሖ ዝግበእና ከዓ ንሕና ኢና ካብኦም ንላዕሊ ማለት እዩ እሶም ኣብቲ መፅሓፍ ብደረቁ ብለላዕሊ እዩ ጥራይ እዮም ዝፈልጥዎ ስለዚ ዲና ሓፍተይ ክንሰርሕ ይግበኣና እዩ ይግበኣና ጥራይ ዘይኮነስ በቃ እቲ ታሪክ ምሳና እዩ ዘሎ ማለት እዩ ኣዝዩ ዓሚቅ ዝኮነ ታሪክ እዞም ፀዓዱ ሕጂ ንግእዝ ክመሃሩ ሃነፍነፍ ዝብልዎ እኮ ካብቲ ሓደ ዓብይ ምስጢሮም እኮ ምሳና ዘሎ ታሪክ ፅቡቅ ገይሮም ስለዝፈልጥዎ እዮም ንሕና ከዓ ስለዘይንፈልጦ እኳ እዩ ስለዚ ክንፈልጦ ኣለና ምሳና ኣሎ እቲ ታሪኽ ክንሰርሖ ዝግበኣና ኣዝዩ ዓቢ ንዓና ጥራይ ዘይኮነስ ንዓለም እውን በረኸት ክኾና ዝኽእል ታሪኽ ኣለና ስለዚ ነዚ ክንሰርሖ ኣለና እዚ ስጋብ ሕጂ ሰሪሕና ኢለ ኣነ ክንየት ኣይደፍርን እየ ምናልባሽ ኣብ ኤርትራ ከለና ኣብ እንዳማርያም ብሓገዝ ናይቶም ኣብኡ ዝነበሩ ኣቦታት ይኹኑ እቶም ኣሕዋት ይኹኑ ገለ ቁሩብ እኽብክብ ኢልናሲ ገለ ፊልም ክንሰርሕ ፈቲንና ኔርና መንፈሳዊ ክልተ ገለ ዝፈተናየን ኔረን እየን ከምዚ ሰሪሕና ኢልካ ክትዛረበለን ግን ኣይትኽእልን ኢኻ ማለት እየ ስለዚ ብሕጂ ግን እግዚኣብሔር ኣምላኽ እንተ ሓጊዙ ንስኹም ከዓ ብፀሎት እንድሕር ዳኣ ደጊፍኩምና ተኣኻኺብና ዘይንሰርሐሉ ምክንያት ኣይክህሉን እዩ ማለት እየ ምክንያቱ ደሓን እዩ እቲ ስነ ጥበባዊ እውን ነቲ መንፈሳዊ ብዝግባእ ስለ ዝርድኦ መጺኡ ዘይሰርሐሉ ዘይውፈየሉ ኣብነትሲ ኣይክህሉን እዩ። ስለዚ ነቶም ኣብ ቤተክርስትያን ዘለዉ እውን በዚ ኣጋጣሚ ንዓና ከይረብረቡ ከይደኸሙ ክጽውዑና ከምጽኡና ክምህሩና መንገዲ የማን ከርእዩና መልእኽተይ ከመሓላልፍ እፈቱ ማለት እዩ። መንፋዕትኻ ርኤ ሓንቲ ሕቶ ክውስኸካ እየ እምበር ሕቶ ናወዲና ኢና እዎ እሞ መንፋዕትኻ ርኤስ ሓንቲ ሕቶ ቀንሰልካ እዩ ድበሃል እምበር ኖኖ ክውስኸካ እዩ ንምንታይ ክውስኸካ እዩ ፅቡቕ መሊስካለይ ሕጂ ክሓተካ እየ ማለት እዩ ፀገም የለን
ኣማኒኤል ሓወይ ደቂ ሰባት ምስ ሞትና ከከም ግብርና ንፍረድ ኢና እቲ ሓጥእ ናብ ቦትኡ ንሕና እወ ንሕና እሞ በዓልና በዓል ኣነ በዓል ንና በዓል ኣነ እወ። ንዓኻ እኮ ኢልኪ መካኒ እቶም ሓጣን ናብ ሲኦል እቶም ፃድቃን ከዓ ናብ ገነት ከከም ግብርና ንፍረድ ኢና ግን ምፅኣት ጎይታ ኣሎ ብሕጂ ኖ። ሓጣን ብፀጋም ፃድቃን ከዓ ብየማን ዝቆመሉ እዋን ኣሎ እ፣ መፅሓፍ ግብርታትና ዝግንፀለሉ ግዜ ኣሎ ሕጂ ኦሬዲ ሓደ ሰብ ሞይቱ ናብ ላዕሊ ምስ ከደ ወይ ትንፋስና ምስ ሓለፈት ፍርድና ንቐበል ኢና ከም ግብርና። ስለምንታይ ካልኣይ ፍርዲ ኣድልዩ? እሱ ደኣ መጻንሒ እንድዩ። በዓል ሲኦል ገነት እኮ መጻንሒ እዮም እዚኦም እኮ። መጻንሒ ማለት ሕጂ ንኣብነት
ገነት መጻንሒ ናይ መንግስተ ሰማያት መሰጋገሪ እዩ። ኣማኒ ንሓው ሓቅኻ ኢኻ ዘለኻ። ሲኦልን ገነትን ሓለፍቲ እዮም። ብሕጂ መንግስተ ሰማይ ገሃነመ እሳት ኣሎ። ስለምንታይ ፍርዲ ኣብ መጨረሻ ስለምንታይ ኣብኡ ኾንና ዘይንሰጋገር? ስለምንታይ ፍርድስ ዝገበርናዮ ነገራት ይንበብ? እቶም ኣጣል ብጸጋም እቶም ኣባጊዕ ከዓ ብየማን ክቖሙ እዮም ዝብል ኣሎ። ሕጂ እሱስ ንምንታይ ኣድልዩ? ካልኣይ ፍርድስ ንምንታይ ኣድልዩ? ተፈሪድና ኢና ኦሬዲ ተፈሪድና ኢና ኣብ ገነትን ሲኦልን ዘለና ሕጂ ንምንታይ እዩ ካልኣይ ግዜ ፍርድስ ኣድ ሰለስተ መለኸት እንድዩ ዝንፋሕ መጀመርታ ቀርነ መንፋሕቲ ምስ ተነፍሐ ካብቲ ሰማያዊ ልብሲ ለቢስና ሕጂ ምስ ሞትና እቶም ፃድቃን ሰማያዊ ልብሲ ለቢሶም እዮም ክትንስኡ እቶም ሓጥኣን ከዓ ብፀልማት እዮም ክትንስኡ ማለት እዩ ስጋና ኣሎ ስለዚ ሰለስተ መለኸት ክንፋሕ እዩ ምስ ተነፍሐ እቲ ቀዳማይ ካብ ተፈላለየ ኣዕፅምቲ ኣብ ተፈላለየ ቦታ ዘሎ ናይ ሓደ ወዲ ሰብ ክእከብ እዩ እታ ካልኣይቲ ፍፁም በድኒ ክኸውን እዩ ተጋጣጢሙ ማለት እዩ እታ ሳልሰይቲ ከዓ ክትንስእ እዩ ማለት እዩ ኩሉ ሰብ ስጋ ክለብስ ስጋ ክለብስ እዩ እወ ኩሎም ብእንስሳ ዝተበልዑ የእጋሮም ኣብሓብ ካልእ ቦታ ኣብ ካልእ ሃገር ዘለውን ኩሉ ክተኣኻኸብ እዩ ኣንፈት ክብከዐ ሕጂ እዛ ዘምፃኻያ ማለት እዩ ብሄረ ህያውያን ዝበሃል ኣሎ ከይመቱ ዝተሰወሩ ኣቦታትና ኣለዉ ብሄረ ብፃን ብሄረ ህያውያን ብሄረ ህያውያን ሕጂ እሶም እውን እንተኾነ ይብል ኣብቲ መወዳእታ ሓመድ ኣዳምሲ ክለብሱ እዮም ትኽክል ኣንፈት ይበካ ኣለኹ
ስለዚ ንሶም ውን እንተኾነ ኣብቲ ናይ መጨረሻሲ ናይ ምጽኣቱ ሓመድ ኣዳም ክለብሱ እዮም። መሊስካ ውን ካልኦት ፍጡራት ውን ህልው እዮም። ኣብቲ ናይ መጨረሻ ጎይታ ዝመጽእ ዝመጸሉሲ ናይ ግድን ክህልው እዮም። ስለዚ እቶም ኣብ ብሄረ ብጹኣን ዘለው ኣብ ብሄረ ህያውያን ዘለው ውን ንሶም ውን ናይ ግድን ፍርዲ የድልዮም ስለ ዝኾነ ዶ ክትከውን ትኽእል? ጽቡቕ ኣለኻ። ኣቐናዕቲ መልስስ ኣይኮነትን፣ ግን ትክክል ጽቡቕ እሺ ሰቲንግ። ሓራ ኣርምና ክንቅጽል ወይስ ክምልሰልካ? ኖ ኖ ኖ መልስለይ ከምታ ድበልኩኺ እንድያ ካልእ ከምዚ ናይ ሳይንስ ተዝኾን ጽንሓ ክፍትን እየ ምበልኩኺ ነይረ እዚኣ ግን ክፍትነይ ናይ ዝበሃል ሃይማኖት ኮይና። እዋ ኦኬ።
እሺ ኣማኑኤል ሓወይ ንሕና ምስ ሞትና ስጋ ናብዚ ምድሪ ይተርፍ ነብስና ከ ናብ ሰማያት ትኸይድ ከም ግብርና ከ ንፍረድ ዳግማይ ፍርዲ ስለምንታይ እዩ ዘድሊ ሽዑ ኩሉ ሰብ ሓመድ ኣዳም ይለብስ ምስ ስግኡ እቲ ካብ ኣራዊት ዝነበረ ስጋ ንለብስ ተካልኣይ ፍርዲ ዘድሊ ዘሎ ድሓር እቲ ቅዱስ ኮይኑ ኣብ ገነት ዘዕርፍ ብስጋን ብነብስን ክዓርፍ እቲ ሓጥእ ኮይኑ ኣብ ገሃንም ዝሳቐኻ ብስጋን ብነፍስን ንኽሳቐ እያ። ስጋና ክመፅእ ኣለዎ። ዕረፍትና ዝያዳ ክዛየድ እዩ ማለት እዩ። እዎ። ናይ ስጋ ዕረፍቲ ክንረክብ ኢና። እዎ። እቶም ሓጥኣን ከዓ ናይ ስጋ ስቓይ ክድረበና እዩ። ብስጋና ከዓ ክንዓርፍ ወይ ብስጋና ከዓ ክንሳቐ ስለ ዘለና እዩ። እቶም ናይ ገነት ከ?
እቶም ናይ ገነት ኣብ ገነት እውን እኮ ነብስና ጥራይ እያ ትኸይድ። እዎ። ደሓር ግን ምስ ምስ ስጋና ለቢስና እዎ። ነቲ ናይ ገነት ህይወት ክነስተማቕሮ ምስጋና ምናልባሽ እንታይ ገለ ቁሩብ ክትንፅረለይ ደለኹዋ ትኽክል ኣለኺ ቁሩብ ፍርቅስ መሊሰ ኸውን እየ ትቐርኒ ምስ ተነፍሐ ስጋት በንገለ ይተኣኻኸብ ኢሉ ኣለኹ እንዲ ድሓን ነጥቢ ትብኒ ትኾኒ ግን እንታይ እያ እታ ናይ ሲኦል እኳ እርግፀኛ ክኸውን ኣይክእልኒ ምስጋና ከም ዝበልክዮ ሓዳሽ ትምህርቲ እያ ንዓይ ማለት ሲ ኣይፈልጣን እየ ነይረ እታ ናይ ገነት ግን ሰባት ሽዑ ብስጋ ድዮም ዋላ ብሰማያዊ ልብሲ እዮም ክትንስኡ? ሰማያዊ ልብሲ ሒዞም ድዮም ክትንስኡ ናብ ኣብቶም ኣብ ገነት ዝነበሩ ናብ መንግስተ ሰማያት ዝተሳገሩ ከሎ ዋላስ ብስጋ እዩ? ስጋ ርግፀኛ ልክዕ ከምዛ ሰብ ዘለናያ ደቂ ኣንስትዮ ብሓፈሻ ሄዋን ዘበላ ደቂ ዓሰርተ ሓሙሽተ ኣዳም ዘበለ ከዓ ወዲ ሰላሳ ዓመት ኮይኑ ስጋን ነፍስን ለቢስና ሰባት ኮይንና ማለት እዩ ከምዛ ሕጂ ዘለና እያ ጽቡቅ ጽቡቅ ብሰማያዊ ልብሲ ገለ እንዳ ሕጂ ቀጻሊ ዝሰምዓ ሰማያዊ ልብሲ ለቢስና ኢና እንትስእ ገለ ስለዚ እቲ ሰማያዊ ልብሲ እቲ ክብሪ እውን ክኸውን ይኽእል እንዲ ክብሪ ክኸውን ሞያዊ ልብሲ ሕጂ እዎ ኣብ ግዜ ፍርዲ እኮ እቲ ፃድቕ ሰብ ወይ ሕጊ ብሕጊ ኣምላኽ ዝመላለስ ዝነበረ ሰብ ናይ ክብሪ ልብሲ ይለብስ እዩ እቲ ሓጢኣት ዝገብር ዝነበረ ድማ ዕርቃኑ ይኸውን ይግፈፍ ማለት እዩ ንሳውን ክትከውን ትኽእል እያ ጽቡቅ ጽቡቅ ኢዩ ን ማለትስ ንጹር እንድዩ ዘሎ በጣዕሚ ንጹር ኢዩ ዘሎ ምናልባሽ ዝያዳ ንጽር ክኸውን ከኣ ተዓዘብቲ ውን ሊቃውንትና ሃና እንድዮም ንሶም እዮም ክንወድእ ክንጋገ ከለና ዝእሩሙና እሞ ኣብቲ ሪኢቶኹም ከኣ ነዚ ንምልሶ ነዚ ንብሎ ዘለና ኣደንፋዕ ኣብሉልና እርም ኣብሉልና ማለት ኢዩ ብዓቢኡ ውን ብኣፈ መልኣኽቲ ይተኣረመልና ኢልና ኢና ብጣዕሚ ኢየ ዘመስግን ቅድሚ መደበይ ምዕጻውይ ግን በዚ ጾም ምኽንያት ተማሓላልፎ መልእኽቲ ተሎ ዕድል ክበካ
እዋእ መጀመርታ ንዓኹም ካብ ልቢ ከመስግነኩም ይፈቱ ማሲ ቀሊል ነገር ኣይኮን ዝሎማዓንቲ ዝገበርኩሞ መንፈሳዊ ነገር እሞ ቃል እግዚኣብሔር ኣልዒልና ዓቕምና ኣይኮነን እንድዩ ኣዝዩ ድፍረት እንድዩ ግን ድሓን ተዓዛባይና ዝግፈና ሕያዋ ይርደአልና እዩ ቁሩብ ድፍር ኢልና ኣለና እንዲና ግን ቀሊል ነገር ኣይኮነን ካብ ቃል እግዚኣብሔር ኣምፂኻ ከምዚ ይህን ምሂን ክንበሃሃልሲ መጀመርታ እግዚኣብሔር ኣምላክ ክብርን ምስጋናን ንዑ ይኹን ነዚ ዝሃበና ንዓኹም እውን ተበጊስኩም ነዚ ብምግባርኩም ብዘይ ቃል ዓለም ከመስግነኩም ፈቱ እየ ምናልባሽ ከመሓላልፎ ድኽእል መልእኽቲ እኳ ቅሩብ ከብድ እዩ ከምዝበልክ እንታይ እሞ ክብል ግን ብዝተካለ መጠን በቃ ኩላትና ንደጋገፍ ፆም ማለት ሲ ምድግጋፍ ማለት እዩ ልዕሊ ኩሉ እቲ ሕመረት ወይ ድማ እቲ ምስጢር ናይ ፆም ሲ ካብ ቂም ካብ በቐል ወጺኻ እሞ እንድሕር ተዃራሪኻ እንድሕር ተቐያይምካ ኣለኻ ይቕረ ቕረ ተበሃሂልካ ምእንቲ ጎይታ ክትብል ኩሉ ነገር ሓዲግካ ዝኽዮዶ ኣዝዩ ናይ ፍቕሪ ዝኾነ ወርሒ እዩ ማለት እዩ። ልዕሊ ኩሉ ጎይታናን ኣምላኽናን መድሓኒናን የሱስ ክርስቶስ ንዓና ዝገለጸልና ፍቕሪ ንዓና ዘንጸባረቖ ንዓና ንክምህር ኢሉ እዩ ኣርብዓ መዓልትን ኣርብዓ ለይትን ጸይሙ ብዓቢኡ እውን እቲ ናብ ቀራንዮ ዝኸዶ እውን ስለና ክብል እዩ ዝኹሉ ፀወታ መከራ ዝረኸቦ እሞ ስለዚ ነዚ እንዳዘከርና ነዚ እንዳስተንተንና እንፀመሉ ነዚ እንዳሓሰብና እንፋቆረሉ ብፍላይ ኣብዚ ኣብ ስደት ዘለና ኣብ ደገ ዘለና እውን ተስፋ ክንገብር ከም ዘለና ሓድሕድና ክንፋቀር ክንፃወር ክንከኣኣል ከም ዘለና መልእኽተይ ከመሓላልፍ ይፈቱ ዋዕ ማለትሲ ብዓብዩ ከኣ እግዚኣብሔር ኣምላክ ንኩላህና ኣይጋደፈና እመቤታችን ጽላላ ተንብረልና ካብዚ ዘለናዮ ናይ ስደት ናብራ ካብዚ ዘለናዮ ኩሉ ዓይነት ሽግር ተጋላጊልና ኣብታ ርስትና ኣብታ ዓድና ይኣኻኽበና ክብል ፈቱ የቀኔለይ ንሓፍተይ ንዓኹም
እምበኣር ክቡራት ተዓዘብትና ምስ ኣርቲስት ኣማኑኤል ተኽለ ዝነበረና ፃንሒት ኣብዚ ወዲእና ኣለና። ደስ ኢሉኩም ተኸታቲልኩሞ ክትኮኑ ተስፋ ይገብር። ብኻልእ መደብ ክሳብ ንራኸብ ደሓን ኩኑ።